ሰላም ኩቡራት ተኻታተልቲ ዳስኒ ኤክስትራ ንሕጂ ኣብ ዝተዳለወ ዕለታዊ ዜናታት ኣሜሪካ ብዛዕባ ምውጻእ ሰራዊት ኤርትራ ኣመልኪታ ብመንገዲ ሰበ ስልጣና ጌራ ሂባቶ ዘላ ሓበሬታ ኢትዮጵያ ሕጂ ውን ከበድቲ ኣጽዋር ዝተሳተፈሉ ሓያል ውተሃደራዊ ልምምድ ምክያዳ ሚኒስተር ካዝና ኣሜሪካ ናብ ኣፍሪቃ ምብጻሕ ኣብ ተካይደሉ ዘሎ እዋን ኣሜሪካ ኣብ ልዕሊ ሩስያ ኣንቢራቶ ዘላ እገዳ ዝጠሓሰት ሃገር ተሪር ግብረመልሲ ክወሃባ ምዃኑ መጠንቀቕታ ምሕላፋ ሚኒስትሪ ትምህርቲ ኢትዮጵያ ብሰንኪ ትሑት ውጽኢት ፈተና ሓድሽ ኣሰራርሓ ከተግብር ምውሳኑን ኣብ ቸክ ሪፓብሊክ ሓድሽ ፕሬዚደንት ተመሪፁ ምህላዉን ዘጠቓለለ ክኸውን እዩ። ኣብዛ ቻነል ድማ ናይ ወትሩ ተኻታተልቲ ንምዃን ሳብስክራይብ ክትገብሩን ነታ ናይ ደወል ምልክት ክትጥውቑን ብኽብሪ ይዕድመኩም። ሚኒስተር ወጻኢ ጉዳያት ሩስያ ሰርጌይ ላቭሮቭ ናብ ሃገራት ኣፍሪቃ ዑደት ኣብ ዘካይደሉ ዝነበረ እዋን ናብ ደቡብ ኣፍሪቃ ዑደት ክተካይድ ዝኣተወት ሚኒስተር ካዝና ሕቡራት መንግስታት ኣሜሪካ ጃነት የለን ሃገረ ኣሜሪካ ነቲ ኣብ ልዕሊ ሩስያ ተነቢሩ ዘሎ እገዳ ዝጥሕስ እንታይነት ናይቲ እገዳ ዝጠሓሰ ኣካል ብዘየገድስ ኣዝዩ ቅልጡፍን ተሪርን መልሲ ክትህብ ምዃና ኣጠንቂቓ። ሚኒስተር ካዝና ሕቡራት መንግስታት ኣሜሪካ ጃነት ያለን ኣብ ደቡብ ኣፍሪቃ ኣብ ዝሃበቶ ጋዜጣዊ መግለጺ፣ ምጥሓስ ናይቶም ኣብ ልዕሊ ሩስያ ተነቢሮም ዘለዉ እገዳታት ብናይ ብሕቲ ትካላት ድዩ ወይ ብመንግስታት ተገይሩ ብዘየገድስ ብቕልጡፍን ብተሪርን መልሲ ክንህበሎም ኢና፣ ነቶም እገዳታት ምኽባር ክህሉ ድማ ንጽውዕ ክትብል ተዛሪባ። ብተወሳኺ እታ ናይ ሕቡራት መንግስታት ኣሜሪካ ላዕለወይቲ በዓልቲ ስልጣን ኣብ ነፍሲ ወከፍ ዝበጽሐታ ሃገረ ኣፍሪቃ፣ ብዛዕባ እቲ ኣሜሪካ ኣብ ልዕሊ ሩስያ ኣንቢራቶ ዘላ እገዳታት ብዝምልከት ከም ዝተዛተየት ክትገልጽ እንከላ፣ ኣብ ዘረባኣ ከኣ ብሓቂ ኣብ ነፍሲ ወከፍ ዝበጻሕክዎ ሃገር ብዛዕባ እገዳታት ተዘራሪብና ኢና። ቀንዲ መልእኽተይ ድማ ነቲ ሩስያ ኣብ ልዕሊ ዩክሬን ዘካየደቶ ኣረሜናዊ ወራር ንምግታእ ኣብ ልዕሊ ሩስያ ዝወሰንናዮ እገዳ ብኣዝዩ ዕቱብ ዝኾነ መንገዲ ኢና እንርእዮ ክትብል ተዛሪባ። የለን ኣብዚ ሕጂ እዋን ኣብ መላእ ኣህጉር ኣፍሪቃ ዑደት ብምግባር ከም ኣካል ናይቲ ምምሕዳር ቫይደን ጽልዋ ሩስያን ቻይናን ኣብ ኣፍሪቃ ንምቅላስ ዝገብሮ ዘሎ ጻዕሪ ምዃኑ'ዩ ተገሊጹ። እታ ሚኒስተር ካዝና ሕቡራት መንግስታት ኣሜሪካ ድሮ ናብ ሰኔጋልን ዛምብያን ዝበጽሐት ኮይና ጉዕዞኣ በቲ ሕጂ ኣብ ደቡብ ኣፍሪቃ ዝካየድ ዘሎ ዑደት ክዛዘም ምዃኑ'ዩ ዝግለጽ። ደቡብ ኣፍሪቃ ኣብ ቀረባ እዋን ኣብ ክሊ ማያታ ቻይናን ሩስያን ሓበራዊ ወተሃደራዊ ልምምድ ክገብራ ምፍቃዳ ብምዕራባውያን ሃገራት ሓያል ነቐፌታ ዝወርዳ ዘሎ ኮይኑ፣ ሰርገይ ላቭሮቭ ናብታ ሃገር ምብጻሕ ድሕሪ ምክያዱ ድማ፣ ኣሜሪካ እትርከበን ገለ ሃገራት ብመርገጺ ደቡብ ኣፍሪቃ ተጠራጢረን ምህላወን ዜናታት ክዝርጋሕ ጸኒሑ'ዩ። ሰርገይ ላቭሮቭ ግና ንተቓውሞ ኣሜሪካን ሃገራት ምዕራብን ኣመልኪቱ ኣብ ዝሃቦ መግለጺ፣ ሃገራት ኣፍሪቃ ምስ ፈደረሽን ሩስያ ከይተሓባበራ፣ ሃገራት ኣሜሪካ፣ እንግሊዝን ሕብረት ኤውሮጳን ጸቕጢ ይገብራ ኣለዋ ድሕሪ ምባል፣ ንናይ ሃገራት ምዕራብ መጠንቀቕታ ምስ መግዛእቲ ከመሳስልን ጸረ ልኡላውነትን ክብሎ እዩ ተሰሚዑ ነይሩ። እዚ ይኹን እምበር ሕቡራት መንግስታት ኣሜሪካ ሕጂ ብመንገዲ እዛ ናይ ካዝና ሚኒስተራ ጃኔት የሌን ገይራ ኣሕሊፋቶ ኣብ ዘላ መጠንቀቕታ ዝኾነት ሃገር ነቲ ኣብ ልዕሊ ሩስያ ተነቢሩ ዘሎ እገዳ ከይትጥሕስ እያ ኣጠንቂቓ እትርከብ። ነቲ ሰራዊት ኤርትራ ካብ ትግራይ ወጺኦም ዝብል መግለጺ መንግስቲ ፈደራል ኢትዮጵያ ብዝጻረር መልክዕ፣ ሰራዊት ኤርትራ ዋላ'ውን ናብ ዶብ ገጾም እንተተመለሱ ካብ ኢትዮጵያ ጠቕሊሎም ከምዘይወጹ ሓደ ላዕለዋይ በዓል ስልጣን ሕቡራት መንግስታት ኣሜሪካ ሓቢሩ ክብል ማዕከን ዜና ሮይተርስ ገሊጹ። ካብ ሕዳር ክልተ ሽሕን ዕስራን ጀሚሩ ንዝሓለፉ ክልተ ዓመታት ኣብ ትግራይ ኣብ ዝቐጸለ ኲናት ኣብ ጎኒ ሰራዊት ፈደራል ኮይኖም ክዋግኡ ዝጸንሑ ሰራዊት ኤርትራ፣ ኣብ ዝሓለፈ ቀረባ መዓልታት ብብዝሒ ብዓበይቲ መካይን ካብ ከተማታት ትግራይ ክወጹ ተራእዮም ከም ዝነበሩ ናይ ዓይኒ መሰኻኽር ገሊጾም ነይሮም እዮም። ኣብዚ እዋን ኣብ ሃገረ ኬንያ ዑደት ተካይድ ዘላ ኣምባሳደር ሕቡራት መንግስታት ኣሜሪካ ኣብ ውድብ ሕቡራት ሃገራት ዝኾነት ሊንዳ ቶማስ ግሪንፊልድ ብወገና ሰራዊት ኤርትራ ናብ ዶብ ከባቢ ከም ዝተመልሱ ንፈልጥ ኢና፣ ክወጹ ድማ ተሓቲቶም ኣለዉ ክትብል መግለጺ ሂባ ኣላ። ነዚ ብሰበ ስልጣን ኣሜሪካ ወጺኡ ዘሎ ሰራዊት ኤርትራ ዋላ እውን ናብ ዶባት ገጹ እንተሰሓበ ጠቕሊሉ ካብ ኢትዮጵያ ኣይወጸን ዝብል መግለጺ ብዝምልከት ድማ ማዕከን ዜና ሮይተርስ ንሚኒስተር ዜና ኤርትራ የማነ ገብረመስቀል ሕቶ እኳ እንተቐረበትሉ ይኹን እምበር መልሲ ከም ዘይረኸበት ጽሒፋ ኣላ። ከም ዝፍለጥ ብወገን መንግስቲ ፈደራል ሜጀር ጀነራል ተሾመ ገመቹ ትማሊ ኣብ ትግራይ ብጀካ ሰራዊት ፈደራል ካልእ ሓይልታት የለውን ክብል መግለጺ ሂቡ ዝነበረ ኮይኑ እቲ መግለጺኡ ግን ብጌታቸው ረዳ ካብ ሓቂ ዝረሓቐ ዝብል መልሲ ድሕሪ ምውሃብ ኣብዚ እዋን ኣብ ትግራይ ብኣሽሓት ዝቑጸር ሰራዊት ኤርትራን ኣምሓራን ኣለዉ ዝብል መልሲ ክህቦ እዩ ተራእዩ ነይሩ። ነዚ ሕጂ ብሕቡራት መንግስታት ኣሜሪካ ሰራዊት ኤርትራ ጌና ካብ ኢትዮጵያ ኣይወጹን ዝብል መግለጺ ድማ ብወገን መንግስቲ ፈደራል ወሃቢ ቃል መንግስቲ ለገሰ ቱሉ፣ ኣማኻሪ ሃገራዊ ድሕነት ቀዳማይ ሚኒስተር ሬድዋን ሑሴን ከምኡ ድማ ወሃቢ ቃል ሰራዊት ፈደራል ኮንሬል ጌትነት ኣዳነ ብሮይተርስ ሕቶታት ቀሪብሎም መልሲ ከምዘይሃቡ እዛ ማዕከን ጽሒፋ ኣላ። ቀዳማይ ሚኒስተር ኢትዮጵያ ኣብዪ ኣሕመድ ሕጂ እውን ሰራዊት ሃገሩ ከበድቲ ኣጽዋራት ዘርኣየሉ ወተሃደራዊ ልምምድ ብምዕዛብ ሃገሩ ካብ ኲናት ዘድሕና ሓይሊ ትሃንጽ ከም ዘላ ገሊጹ። ቀዳማይ ሚኒስተር ኣብዪ ኣሕመድ ኣብቲ ሎሚ ኣብ ኣዋሽ ኣርባ ዝተኻየደ ወተሃደራዊ ልምምድ ምስ ላዕለዎት ሓለፍቲ ሰራዊት ፈደራል ብኣካል ዝተረኽበ ኮይኑ ነቲ ዝነበረ ልምምድ ኣመልኪቱ ዘርጊሕዎ ኣብ ዘሎ ጽሑፍ ድማ ሎሚ ኣብ ኣዋሽ ኣርባ ዝረኣናዮ ዝተዋደደ ናይ ውግእ ልምምድ ኢትዮጵያ ካብ ኲናት ከድሕና ዝኽእል ሓይሊ ትሃንጽ ከም ዘላ ዘርኢ እዩ። ኣብቲ ናይ ውግእ ልምምድ ሓይሊ ኣየር፣ ከበድቲ ኣጽዋር፣ ፍሉይ ሓይልን ኣጋር ሰራዊትን ተደሚሮም ውግእ ክሓጽረሉ ዝኽእል መንገድታት ርኢና። ምኽንያቱ መዓልታዊ የዒንትና ካብ ሕልምናን ተግባራትናን ከነውጽእ ዝደልዩ ሓይልታት ስለ ዘለዉ፣ ቀንዲ ዕማም ውተሃደራውያን መኮንናትና ካብ ኲናት ዘርሕቕ ሓይሊ ምህናጽ'ዩ ክብል ጽሒፉ ኣሎ። ከም ዝዝከር ኣብ ዝሓለፈ ቀረባ መዓልታት እውን ቀዳማይ ሚኒስተር ኣብዪ ኣሕመድ ኣብ ኣዋሽ ኣርባ ካልእ ሓዳሽቲ ኣጽዋራት ዝተራእየሉ ውተሃደራዊ ልምምድ ተዓዚቡ ዝነበረ ኮይኑ፣ ኣብቲ ናይ ሽዑ ወተሃደራዊ ልምምድ ከኣ ሚእትን ሓምሳን ሓሙሽተን ሚሊሜተር ዝኾነ ኤስ ዓሰርተ ሓሙሽተ ዝበሃል ከቢድ ብረት ኢትዮጵያ ዓጢቓቶ ከም ዘላ ብዘርኢ መልክዕ ኣብቲ ልምምድ ብብዝሒ እዩ ተራእዩ ነይሩ። ኢትዮጵያ ኣብ ዝሓለፈ ዓመታት ኣብ ትግራይ ከምኡ ድማ ኣብ ካልእ ከባቢታት እታ ሃገር ብዘሎ ኲናት ዓቕሚ ሰራዊታ እንዳተጎድኣ ዝጸንሐ ኮይኑ ኣብዚ ሕጂ እዋን ድማ እታ ሃገር ብመሰረት ኣብቲ ልምምዳት ተራእዩ ዘሎ ሓደሽቲ ኣጽዋራት እያ ገዚኣ ዘላ። ሚኒስትሪ ትምህርቲ ኢትዮጵያ ብሰንኪ ትሑት ውፅኢት ፈተና ሓድሽ ኣሰራርሓ ክትግብር ወሲኑ። ሚኒስትሪ ትምህርቲ ኢትዮጵያ ሃገራዊ ፈተና ዓሰርተ ክልተ ክፍሊ ካብ መንጎ ዝወሰዱ ናይ ዩኒቨርሲቲ ዘእቱ መሕለፊ ነጥቢ ዘምፅኡ ተምሃሮ ውሑዳት ብምዃኖም ሓድሽ መስርሕ ከምዘተግብር ገሊፁ። ሚኒስተር ትምህርቲ እታ ሃገር ፕሮፌሰር ብርሃኑ ነጋ ናይ ክልተ ሽሕን ዓሰርተ ኣርባዕተን ብኣቆፃፅራ ኢትዮጵያ ሃገራዊ ፈተና ዓሰርተ ክልተ ክፍሊ ኣመልኪቱ ኣብ ዝሃቦ መግለፂ ፈተና ካብ ዝወሰዱ ተምሃሮ ልዕሊ ፍርቂ ውፅኢት ዘምፅኡ ትሕቲ ኣርባዕተ ሚእታዊት ጥራሕ ከምዝኾኑ እዩ ኣፍሊጡ። እቲ ዝተመዝገበ ውፅኢት ዘሰንብድ እዩ ዝበለ እቲ ሚኒስተር፣ ፈተና ዓሰርተ ክልተ ክፍሊ ካብ መንጎ ዝወሰዱ ልዕሊ ትሽዓተ ሚእትን ሰማንያን ሽሕ ተምሃሮ ኣስታት ሰላሳ ሽሕ ተምሃሮ ጥራሕ ልዕሊ ሓምሳ ሚእታዊት ውፅኢት ረኺቦም እዮም ኢሉ። ኣብ ሃገራዊ ፈተና ዘጋጥም ስርቂ ፈተና ንምእላይ ብዝብል ሚኒስተር ትምህርቲ እታ ሃገር ብመሰረት ዘዳለዎ ትልሚ ተምሃሮ ንመጀመርታ እዋን ኣብ ላዕለዎት ትካላት ትምህርቲ ክፍተኑ ከምዝተገብረ ይዝከር። ካብዚ ብተወሳኺ ቅድሚ ሕጂ ካብ ዝነበረ ኣወሃህባ ፈተና ብዝተፈልየ ተምሃሮ ተፈጥሮ ሳይንስን ማሕበራዊ ሳይንስን ኣብ ዝተፈላለየ እዋን በበይኖም እዮም ተፈቲኖም። እቲ ሚኒስተር ብመሰረት እቲ ዝተገብረ መስርሕ ኣብ እዋን ፈተና ዝኾነ ዓይነት ስርቂ ከምዘይነበረ ብምሕባር እቲ ወግዓዊ ዝኾነ ውፅኢት ድማ ናይ ዝቐድሑ ተምሃሮ ዘይሓወሰን ብስርዓት ናይ ዝተፈተኑ ተምሃሮ ውፅኢት ጥራሕ ከምዝኾነን እዩ ገሊፁ። ብመሰረት እቲ ክተኣታቶ ተወሲኑ ዘሎ ሓድሽ መስርሕ ድማ፣ ዓቕሚ ምቕባል ዩኒቨርሲታት እታ ሃገር ኣብ ግምት ብምእታው፣ ዝሓሸ ውጽኢት ዘምጽኡ ተምሃሮ ተመሪጾም ናብ ዩኒቨርሲቲ ክኣትዉ ከም ዝግበርን፣ እንተኾነ እዞም ተምሃሮ ብቐጥታ ተምሃሮ ቀዳማይ ዓመት ዩኒቨርሲቲ ከም ዘይኮኑን እቲ ሚኒስተር ገሊጹ። እቶም ተምሃሮ ድኹም ውጽኢት ዝረኸቡሎም ዓይነታት ትምህርቲ ንሓደ ዓመት ኣብ ዩኒቨርሲቲ ይመሃሩ እሞ፣ ንዝወሃቦም መምዘኒ ትምህርቲ እንተድኣ ሓሊፎም ናብ ቀዳማይ ዓመት ትምህርቲ ዩኒቨርሲቲ ክጅምሩ እዮም ኢሉ'ሎ እቲ ሚኒስተር። እቲ ሚኒስተር፣ እዚ ሕጂ ተራእዩ ዘሎ ምንቁልቋል ውጽኢት፣ ንዓመታት ከንከባልል ዝጸንሐ መግለጺ ብዙሕ ጸገምን ተሸፊኑ ዝጸንሐን ሓቀኛ ስርዓተ ትምህርቲ ዘለዎ ደረጃ ዘርኢ ድሕሪ ምባል ነዚ ጸገም ንምፍታሕ ስርዓተ ትምህርቲ እታ ሃገር ንምልዋጥ ዘኽእል ስትራተጂ ንምድላው ትልሚ ከምዘለዎን የእንፊቱ። ኣብ ሰራዊት ኪዳን ሰሜን ኣትላንቲክ ብውታደራዊ መዓርግ ጀነራል ሰሪሑ ዝፈልጥ ጥሮታ ዝወጸ ጀነራል ፔተር ፓቨል ሓድሽ ፕሬዚደንት ሃገረ ቸክ ሪፓብሊክ ኮይኑ ተመሪጹ። ብመሰረት እቲ ወጺኡ ዘሎ ናይ መጀመርታ ውጽኢት ድማ እቲ ወዲ ስሳን ሓደን ዓመት ጀነራል ነበር ብ ሓምሳን ሸውዓተን ነጥቢ ሽዱሽተ ሚእታዊት ድምጺ ተዓዋቲ ኮይኑ ከምዘሎ እዩ ተሓቢሩ ዘሎ። መወዳድርቲ ናይዚ ጀነራል ኮይኑ ዝጸንሐ ካብ ክልተ ሽሕን ዓሰርተ ሸውዓተን ክሳብ ክልተ ሽሕን ዕስራን ሓደን ከም ቀዳማይ ሚኒስተር ኮይኑ ሰሪሑ ዝፈልጥ ኣንድረይ ባቢስ ድማ ድሮ ስዕረቱ ተኣሚኑ ንደገፍቱ ናይ ምስጋና መልእኽቲ ሰዲዱ ኣሎ። በዚ ከኣ እቲ ሕጂ ተመሪጹ ዘሎ ጀነራል ፔተር ፓቨል ነቲ ካልኣይ እብረ ዘመነ ስልጣኑ ኣብ ዝመጽእ ወርሒ መጋቢት ዝዛዘም ሕጂ ፕረዚደንት እታ ሃገር ዘሎ ሚሎስ ዜማን ክትክእ እዩ። ንሕጂ ዝተዳለወ ዜናታት እዚ እዩ ነይሩ። ብካልእ ክሳብ ንራኸብ